ንሕና ሰለስተ ደቂ ኣለውና ሰለስቲኦም ዘጥፍዎ ጥፍኣት በበይኑ እዩ ክቕፅዕሉ ዝግባእ ምእንቲ ትኽክል ክዓብዩ ክንገብሮ ዝግባእ በበይኑ እዩ ስለዚ ንሰለስቲኦም በበይኑ ዓይነት ሕጊ ይወፅኦም እቲ ሕጊ ሚዛናዊ ዝኾነ ይኸውን ይንገሮም እንተ ኣጥፊኦም ይቕጽዑ። ድሕሪ ኣጥፊኦም ጽናሕ እምበኣር ኢልና ንገብሮ ነገር ክኸውን የብሉን። እንተጥፊኦም ንቐጽዖ ድማ ከምዚ ድብልኦ ኣዴታት ጠፍ ክኸውን የብሉን። ዘሕምም ክኸውን ከሎ እዩ መቕጻዕቲ፣ ተዘይኮይኑ ከምታ ቴሌፎን ሒዝካ ሓንቲ ዶላር ምኽፋል እያንሳ።
ከምቲ ዝበልካዮ ዳኒ ኩሎም ደቅና ነንበይኖም እንድዮም ስለሲ ከከምቲ ዕድሚኦምን ከከምቲ ጠባዮምን እቲ ዘሕምሞም ዝኽእል ክልውጦም ዝክ ከቃንዖም ዝኽእል ነገር ውን ዝተፈላለየ ዩ። ብሓቂ። ስለዚ ሰብኣይን ኣቦን ኣደን ነየናይ ደቆም እንታይ ዓይነት መቅጻዕቲ ከም ዝጠቅሞ ተዘራሪቦም ክልቲኦም ተላዚቦም እቲ ሕጊ ከውጽእዎ ኣለዎም። እቲ ሕጊ ውን ምስ ተገብረ እንታይ ለውጢ ምጽኡ ፍረዶ ረኺብናሉ ኢሎም ክመዝንዎ ኣለዎም። እንድሕር እቲ ዝገበርዎ ዘይሰርሕ ኮይኑ ጥቅሚ የብሉን ማለት እዩ እንደገና ጸልዮም ሓሲቦም ካልእ ድማ ክጠቅሞ ዝክእል ከቃንዖ ዝክእል ንውላዶም ክገብሩ ኣለዎም ማለት እዩ። እቲ ዓቢ ዘጋጥም ጸገም ቆልዑ ምስ ወለድካ ግን ሓደ ክቅጽዕ ዝደሊ ይከውን እቲ ሓደ ከኣ ፍጹም ኣይቅጽዑን እዮም ደቀይ ተብዝሖ ኣለካ ዝብል ይከውን እዚ እንታይ የርኢ ክልቲኦም ሰብኣይን ሰበይትን ገና ኣብ ስምምዕ ኣይኣተውን እቲ ቆልዓ ድማ ገና ካብ ህጻንነቱ ነዚኣ ይፈልጣ እዩ መኖም እዩ ዝቐጽዕ መኖም እዩ ዘይቀጽዕ ይፍለጥ እሞ ኣድቫንቴጅ እዮም ዝወስዱ ቆልዑ ምክንያቱ ጎራሓት እዮም ስለዚ ክልቲኦም ሰብኣይን ሰበይትን መጀመርታ ተሰማሚዖም ዘውፅዎ ሕጊ ምስ መቕፃዕቱ ክህሉ ናይ ሓቂ ኣዝዩ ኣድላይ እዩ
ውላድና ክንቀፅዖ ከለና እታ ዘጥፍኣ ጥፍኣት እንታይ ምዃኑ ክፈልጥ ኣለዎ እታ ሕጊ እውን እንታይ ከም ትብል ክፈልጥ ኣለዎ ንምንታይ እውን ሕጂ ቅፃዕ ከም ዘሎ ከምታ ሕጊ መሰረት ከምታ ቅድሚ ሕጂ ምሂርናዮ ነጊርናዮ ዝነበርና ብኣኣ መሰረት ንቀጽዑ ከም ዘለና ተረዲእዎ ምዃኑ ክነረጋግጽ ኣለና።
ኣብ መጽሓፍ ምሳሌ ምዕራፍ ዓሰርተ ሰለስተ ቁጽሪ ዕስራን ኣርባዕተን ብሸቦጥ ዘይገርፍ ንውሉዱ ይጸልኦ፣ ዘፍቅሮ ግና ኣንጊሁ ይቐጽዖ ይብል። እዚኣ ትገርመኒ ኣነ። ምኽንያቱ ንውሉዳትካ ዘይትቐጽዖ ዘሎኻ ብሸቦጥ ዘይትገርፎ ስለ ዘፍቀርካዮ እዩ ዝመስለካ ከይበኪ ስለ እተባህለ እዩ መጽሓፍ ቅዱስ ግን እንታይ ትብል ዘሎ ብሸቦጥ ዘይገርፎ እንተ ኮይኑ ንሱ ንውሉዱ ይጸልኦ እቲ ዘፍቅሮ ግና ኣንጊሁ እዩ ዝቐጽዖ ስለዚ እታ ገረብ ከምቲ ዝበልናዮ ቀጢላ ክትዓቢ እንተ ኮይና ምእንቲ ከይትጉብጥሲ ክትቃናዕ ደለዎ ነገራት ኣሎ። ብዘረባ ጥራይ ኣይ ከይሰርሕ ይኽእል እዩ። ስለዚ ከነቃንዖ እንኽእሎ እንድሕር ነፍቅሮ ኮይንና ብሸቦጥ ክንገርፎ ይግባእ እዩ።
ኣብ ምዕራፍ ዕስራን ሰለስተ ቁጽሪ ዓሰርተ ሰለስተ ውን ንቆልዓ ብሸቦጥ እንተ ገረፍካዮ ኣይ መውትን እዩ እሞ ብዘይ መቅጻዕቲ ኣይ ትግደፎ ይብል። ብሓቂ ንውሉድካ ክትሃርሞ እቲ ትፈትዎ ውላድካ እንዳ ነብዐ ገለ ከሕምሞ ምዃኑ ክትፈልጥ ከለኻ የብከየካ እዩ ኣይ ሚን ከቢድ እዩ ግን ቃል ኣምላኽ እንድሕር ንውሉድና ንፈትዎም ኮይንና ገና ቆልዑ ከለዉ ምእንታን ክቃንዑልና ክንቀጽዖም እዩ ዝመኽረና።
ኣብ ሓደ ሓደ ቦታታት ክምህር ክኸይድ ከለኹ ነዚ ስም ወዶም ወይ ስም ጓሎም እቶም ንኣሽቱ እትዮም እከለ ወደይ እንተ በኽየ እኳ ኣይመውትን እዩ እስኪ በሉ ደጋጊምክን ብሕልፊ ድማ ኣዴታት ከምኡ በላ እብለን ምክንያቱ ቆልዓ እንተ በኽዩ ኣይመውትን እዩ ገለ ሰባት ኣሎና በቃ ውላድና ክበኪ ከሎ ዓቕልና ትጸበና ንኸይበኪ ድማ ኩሉ ነገር ክንገብረሉ ንደሊ ናይ ሓቂ ከይንገርፎ እንድገብረና እኮ ምእንቲ ከይበኪ እዩ ቃል ኣምላኽ ግን ከምቲ ዓንተበይ ዝበልናዮ እንተዘይገሪፍናዮ ንጸልኦ ኢና ገሪፍናዮ ድማ ኣይመውትን እዩ ስለዚ ገና ዕድል ከሎና ክቕጻዕ ኣብዝግብኦ ግዜ ክንቀጽዖ ናይ ሓቂ ይግብኣና እዩ። ብሓቂ ከቢድ እዩ ብፍላይ ንኣሽቱ ከለው ክበክዩ ከለው ኣነ ሃድም ነይረ ዳኒ ክቀዝዖም ከሎ በቃ ከይሰምዖም ክበክዩ ከለው ዳርጋ ኣነውን ክበኪ እየ ዝደሊ ስለዚሲ ይሃድም ነይረ እቲ ብክያቶም ከይሰምዖ ምክንያቱም ተሰማሚዕና ኢና ይጠቕሞም ኢልና ኢና ዝግበር ዘሎ ንዑን ቀሊል ከም ዘይኮነ እፈልጥ ግን ብፍላይ ነዴታት ኣይ ቲንክ ብጣዕሚ ከቢድ እዩ እና እቲ ውጽኢቱ እንዳ ሓሰብካዩ እምበር ከቢድ እዩ።
ምህራምን ምቕጻዕን በበይኑ እዩ።
እዚ ምህራም ዝበሃል ብዛዕባ እቲ ዝሓለፈ ሕጂ ንምሳሌ ሕጂ ዝገበርዎ ኣቑሑት ስለ ዝሰበሩ ናይታ ዝሰበርዋ እንተድኣ ኮይኑ ንሱ ሕነ ሕነ ምውጻእ እዩ። እቲ ምቕጻዕ ግን፣ እዚ ቃል ኣምላኽ ዝብሎ ዘሎ ምቕጻዕ ግን፣ ብዛዕባ ዝመጽእ ህይወቶም ዝምልከት እዩ። ብትኽክል ምእንቲ ክዓብዩ እንሕግዞም እንገብሮ ነገር እዩ። ክንቀጽዕ ከለና፣ ኣነ ክቐጽዖም ከለኹ ንደቀይ፣ ኣነ ንባዕለይ እንዳበኸኹ ድቐጽዖም እምበር፣ ደስ ኢሉኒ እንድሕር ገብሮ ኣለኹ፣ ኣነ ትኽክል እየ ኢልካ።
ከምቲ ኣብቲ ዝሓለፈ እዋን ዝበልናዮ፣ ፍቕሪ ዝጸገበ ቆልዓ፣ ጽቡቕ ናይ ወለዱ ፍቕሪ ዝረኸበ ቆልዓ፣ ክቅጻዕ ከሎ ነቲ ዘጥፍኦ ጥፍኣት ክእረም ኢሎም ከም ዝቀጽዕዎ እምበር ጸሊኦሞ ከም ዘይኮኑ ክርድኦ ቀሊል እዩ። ብኣንጻሩ ግን እንድሕር እቲ ዝግብኦ ፍቅሪ ዘይረክብ ኮይኑ ኣብ ልዕሊ ወለዱ ክሓርቅን ክናደድን ነቲ ቆልዓ ይገብሮ እዩ።
እቲ ኣገባብ ኣቀጻጽዓና ምእንቲ ኣዝዩ ክጽብቕ ካብ ዘድልየና ሓንቲ ብሕልፊ ንሕብረተሰብና ኮንሲስተንት ምዃን እዩ። ማለት ዘይንለዋወጥ ምዃንና እዩ። ሎምመዓልቲ ቢዚ ስለ ዝኾንና ወይ ሎምመዓልቲ ምስ ሰባት ስለ ነዕልል ዘለና ወይ ሎምመዓልቲ ገለ ምኽንያት ጌርና ኣጥፊኡ ከሎ እቲ ቆልዓ ሸለል ንብሎ። ንጽባሒታ ግን ገለ ነገር እንድሕር ጌሩ በቃ ናይ ትማሊ እውን ዝገበራ ናይ ሎሚ ወሲኽና እንድሕር ንሃርሞ ኮይንና ወይ ንቐፅዖ እንተ ደኣ ኮይንና ነቲ ቆልዓ ኣይክጠቕሞን እዩ ክርድኦ ድማ ኣይክእልን እዩ እዚ ክንብል ከለና ሓደ ሓሪቕና እንተመፂእና ግን ብገለን ምስ ካልኦት ሰባት ፅቡቕ ዘየለናሉ መዓልቲ ምቕፃዕ ሕማቕ ክኸውን ይኽእል እዩ ስለዚ ካብኡ ከምኡ ማለትና ኣይኮነን ካልኣይቲ ድማ ጸጋ ዝበሃል ነገር ኣይንግበር ማለት ኣይኮነን ንምሳሌ እዋናት ነይሩ ኣነ ንዛፍየ ድሕር እቶም ቆልዑ ክቕጽዑ ኣለዎም፣ ንሳ ግና እንድሕር ከም ገለ ኢላ ትኽክል ዘይተሰሚዕዋ ከምዚ ንሳ ዋሕስ ትኸውን ዘላ ዓይነት መሲሉ። ነቲ ሕጊ ኣይኮንና ንልውጦ ዘለና፣ ንሳ ግን ለሚናትኒ ድዩ ወይ ገለመለ ኣነ ክምሕሮም ዓይነት እዚ ጥበብ ጌርና ኢና ንገድፎ ዘለና ማለት እዩ። ምኽንያቱ ኩሉ ሳዕ ስለ ዘጥፈኣ ክቕጻዕ ኣለዎ ማለት ከኣ ኣይኮነን።
መቸም ኩሉ ሻዕ ብሰጥፍኡ ቁጽሪ ይህረሙ'ዮም ማለት ከም ዘይኮነ መቸም ርዱእ እዩ። እዋን ውን ይህልው ዩ መጠንቀቅታ ሂብካ ትሓልፎም እቲ ምጥፍኦም ምፍላጦም ባዕሉ ምስንባዶም መቅጻዕቲ ስለ ዝኮነ ከምኡ ኢልካ ውን ትሓልፎ ብዙሕ ይህልው ዩ ብተወሳኪ ድማ ነቲ ዝገብርዎ ጽቡቅ ነገር ነቲ ዝገብርዎ ምምሕያሽ ድማ ኣፍልጦ ክንረክበሎም ከለና ክነተባብዖም ከለና ፖይንትስ እንዳሃብና ሓደ ፖይንት ምስ በጽሑ እዚ ክገብረልካ እየ ከምዚ ነቲ ጽቡቅ ዝገብርዎ ነገር እንደገና መተባብዒ ነገር ክንገብረሎም ከለና ንዕኦምን ብጽቡቕ ክኸዱ ይጠቕሞም እዩ። ንምዃኑ ኣብ ክንደይ ዕድመ ኢና መቕጻዕቲ ክንጅምር? እቲ ኣቀጻጽዓኸ መምስ ዕድሚኡ ከመይ ይመስል? ዝብል ሕቶ ክንሪኦ ደስ ይብለኒ። ብዛዕባ እዚ ዘጽንዑ ሰባት መጽሓፍቲ ዝጸሓፍዎ ኣብታ መጽሓፈይ እውን ብድሕሪት ጽሒፈያ ዘለኹ ወዲ ሓደ ዓመት ጀሚሩ እዩ ክቕጻዕ ትኽክል ኢሎም እዮም ዝኣምኑ። ወዲ ሓደ ዓመት ብሓንቲ ምህራም እዩ ዝቕጻዕ። እናዓበየ ክኸይድ ከሎ እቲ ብኢድ ዝህረም ወይ ድማ ብሸቦጥ ምግራፍ ዝብል ንገለ ዓመታት ይቕጽል። ብኡ ግን ድሕሪኡ እናዓበዩ ምስ ከዱ ግን ክውሕድ ዘለዎ ነገር ንሱ እዩ። ምትህር ምህራም ዝበሃል ወይ ብኢድካ ምቕጻዕ ብሸቦጥ ምቕጻዕ ዝበሃል እናቐነሰ ክኸይድ ኣሎ። ድሕሪኡ ብሓንጎልና እናተዘራረብና ኢና ንኸይድ። ካልእ ዓይነት መቕጻዕቲ ድማ ኣብኡ ከነተኣታቱ ይግበኣና ማለት እዩ።
ብሓቂ ብሸቦጥ ክብል ከሎ ቃል ኣምላኽ ኩልሻዕ ብሸቦጥ ክግረፉ ኣለዎም ስጋዕ ዝዓብዩ ማለት ከም ዘይኮነ ግልጺ እዩ ስለዚ ኣብቲ ምርድዳእ ዝሰምዑሉ ዘመዛዝኑሉ ዕድመ ምስ በጽሑ እቲ ዝፈትውዎ ጌም ዶ ጌም ክተለዎም ነቲ ጌም ትወስደሎም ወይ ዝኾነ ዝሪእዎ ኣብ ዊኬንድስ ዝሪእዎ ጸወታ እንተሎ ንዕኡ ከም መቅጻዕቲ ጌርካ በቲ ዘሕምሞም ትጥቀም ማለት እዩ ብፍላይ እንዳዓበዩ ክኸዱ ከለው መቸም ንኹሎም ተሕምሞም እየ ዝብል ኣነ ቴሌፎኖም ክትወስደሎም እዚኣ ዓባይ መቅፃዕት እያ ኣብቲ ዊኬንድስ ገለ ትወስደሎም እቲ ቴሌፎኖም ወይ እቲ ትኸዶ ዝነበርካ ከም ቤተሰብ ትኸዶ ዝነበርካ መግቢ ቤት ድዩ ወይ እንዳ መሓዙቶም ክኸዱ ዝነበረ ፕላን ድዩ ከም መቅፃዕቲ ጌርካ በቲ ዘሕምሞም መንገዲ ብእኡ እንዳሰራሕካ ኢኻ ክትኸይድ
ኣብ ምዕራብ ዓለም እንነብር ሰባት እቲ መንግስቲ እሞ ንደቅና ከይንቐጽዖም እንድዩ ዘጠንቅቐና ንብል ኢና። እዚ ግን ትኽክል ኣይኮነን። ምኽንያቱ ወላ እቶም ዝተማህሩ ሰባት ዝብልዎ እንተ ርኢና፣ መጻሕፍቲ እውን እንተንቢብና፣ ንሳቶም ነቲ ኣቢዩዝ ዝበሃል ነገር ማለት ንቆልዓ ፍጹም ጌጋ ብዝኾነ ዓይነት መቕጻዕቲ ምቕጻዕ፣ ዓይኒ ይብለይ ስኒ ይብለይ ጌርካ ምህራም ንዕኡ ከድሕኑ እምበር ደቅና ትኽክል ምእንቲ ክዓብዩ እንቐጽዖም መቕጻዕቲ ንሶም ኣይቃወሙን እዮም እቲ መንግስቲ ኣይቃወመናን እዩ ስለዚ እንታይ ኢና ክንገብር ዝግባኣና ገና ንኣሽቱ ከለው ፍቕሪ ከነጽግቦም ምስኡ ድማ ምእንቲ ክፈርሑና ክንቀጽዖም ትኽክል እዩ ብንእሽተኦም ከለው ክቕጽዑ ይግብኦም እዩ ብስርዓት ብሸቦጥ ማለት እዩ ድሓር ግን እናዓበይ ክኸዶ ኣሎ ከምዚ ከምዚ ዛፍየ ድበልክዮ መዓልቲ መዓልቲ ንቐጽዖም ወያ ወርሒ ወርሒ ንቐጽዖም ማለት ኣይኮነን ኣነ ንሰለስቲኦም ደቅና እናቐጻዕኩ የዕበዮም። ናይ ሓቂ ቀጽዔ። ክቐጽዖ ከለኹ ገሊኦም ኢድካ ስለ ዝሃብካዮም፣ ስለ ዝሃረምካዮም ንኢድካ ጸልእዋ ክብሉ ሰሚዐ ኣለኹ። ደቀይ ንኢደይ ኣይጸልእዋን ክሳዕ እዛ ሎሚ። ዓብዮም እዮም ሕጂ። ስለዚ እንታይ ኢና ንብል ዘለና፣ ዝፈርሕዎ ዝቕጽዕሉ ግና regularly ኩሉ ሳዕ ኣይኮነን። ኣብ ዓመት ከማን ሓቂ ክልተ ግና ክፈልጡ ኣለዎም ገለ እንድሕሪ በዲሎም ክቕጽዑ ከም ዝኽእሉ።
ሓንቲን ተሕምሞም ዓይነት መቅጻዕትን እንድሕር ኮይና ንነዊሕ ግዜ'ዩ ዘዕርፎም ኣይደግምዋን እዮም መብዛሕትኡ ግዜ ንኣብነት ንሕና ዝገጠመና ፍረይ ጓልና ንኡሽተይ ከላ ዕዳጋ ሒዝናያ ክንከይድ ከለና እቲ ቶይ ገለመለ ነትዩ ንደሊ ነትዩ ንደሊ ኢላ ትበኪ ኔራ ሕጂ ንዓይ ከምኡ ተሸግረኒ ኔራ ሓደ መዓልቲ ግን ብሓንሳዕ ሰለስቴና ኮይና ምስ ዳኒ ኮይና ክንከይድ ከለና ሪእዋ ዳሕራይ ሓንቲ ኣብዛ ኢዳ ሃሪምዋ ማለት እዩ ድሕሪኡ ምስኣ ሾፒንግ ክኸይድ ከለኹ ኣነ ሰላም ረኺበ ማለት እዩ እዚ ግዝእለይ እዚ ሃብኒ እዚ ምናምን ኩሉ ተሪፉ በቃ ብኣ ኣሰንቢዳ በቃ ተኣሪማ ተኣሪማ ስለዚ ሲ ኩሉ ሻዕ ንሃርሞም ነሳቕዮም ማለት ኣይኮነን ግን ፍረ ክህበና ዝኽእል እሶም ውን ክእረምሉ ንሕና ውን ነዕርፍ ዘዕርፈና ዓይነት እግዚኣብሔር ከም ዝመርሓና ከምኡ ጌርና ክንቀጽዖም ጽቡቅ እዩ።
ከምዚ ዛፊ ትብሎ ዘላ ሓንሳብ ምስ ቀጻዕካዮም ዕረፍቲ ዝህበካ ነገር ምእንቲ ክንርድኣና ሓንቲ ኣብነት ክውስኽ ደስ ይብለኒ። ፍረይ ጓልና ንእሽተይ ከላ ኣብቲ ዓራት ናታ ትድቅስ እሞ ለይቲ ትትስእ ለይቲ ድማ ዛፊ ተጥብባ ነይራ። ድሕሪኡ ግን እቲ ምጥባብ ጸባ ጥራይ ዘይኮነስ ምግቢ እውን ምውሳድ ዝጀመረትሉ ግዜ ምስ ዛፊ ተሳማሚዕና ጓል ዓመትን ገለን እያ ዛፊ ካብ ሕጂ ንንየው ክትስእ የብላን ለይቲ ደቂሳ ክትሓድር ኣለዋ ምክንያቱ ስቅ ኢላ ባዕላ ኣብ ደስ ዝበላ ትትስእ ኣብ ደስ ዝበላ ድማ ትድቅስ ዓይነት ንዓና እያ ድቃስ ትኸልኣና ድሓር ምስ ዛፊ ተሳሚዕና ማለት እዩ ተፈራሪምና በቃ እንድሕር ደቂ ተስያ ኣይክንሰምዓን ኢና ተባሂልና ሓርታ ለይቲ እቲኣ እቲ ጥቃና እያ ደቂሳ ዘላ ጓልና ክትበኪ ጀሚራ ኣብታ እዋና ተሲኣ ተበኸየት ተበኸየት ተበኸየት ድሕሪ ቁሩብ ዛፊ ከብዳ ኣይከኣለን ኣነ ድማ ኖእ ተሳሚዕና ኢና ክሳዕ ሕጂ እውን ኣብኪናያ ኢና ሕጂ እው ሕሾኽሾኽ ኢና ንበሃል ኣብቲ ጸልማት ድሓር ዛፊ ክትከይድ ደልያ ክትከይድ ምስ ደለየት ኢዳን እግራን ክሕዛ ዝክረ ቆልዓ ደኺማ በኽያ ደቂሳ ንጽባሒታ ኣብታ ሰዓት እቲኣ ከዓ ተስያ ተስያ ብድድ ኢላ ከም ብሓድሽ በኽያ። ናይቲ ዝነበረ መጀመርያ ዝበኸየቶ ርብዑ ከማን ኣይበኸየትን ደቂሳ። እታ ሳልሰይቲ መዓልቲ ብድድ ኢላ ኣነ ዝከረኒ ሪኣትና ክትበኪ እ ኢላስ ክላ እዚኦም ኣይሰምዑን እዮም ኢላትና ተመይሳ ደቂሳ። ድሕሪያ ንኹሉ ሳኢና ዕረፍቲ ረኺብና።
ክቡራት ተኸታተልቲ መደብና ፕሮግራምና ኣብዚ ወዲእና ኣለና። ስጋዕ ሕጂ ምሳና ስለ ዝጸናሕኩም ኣዚና ነመስግነኩም። ኣብቲ ዝቅጽል ዘሉ ፕሮግራም ስጋዕ ንራኸብ ብሰላምን ብድሓንን ቀንዩ። ኣሜን።